ስትራተጂካዊ ወፍሪ ስዑዲ ዓረብን ኤሜሪካን ኣብ ወደብ ዓሰብ ዞባዊ ምትፍናን ኣብ ዝለዓለሉ ዘሎ እዋን፣ ኣብ ገማግም ቀይሕ ባሕሪ እትርከብ ወደብ ዓሰብ፣ ኣብዚ ሕጂ እዋን ከም ማእከል ስሕበትን ቁጠባውን ጂኦፖለቲካውን ስትራተጂ ን ቀርኒ ኣፍሪቃ፣ ስዑዲ ዓረብ እናዓብለለት እትመጽእ ዘላ ኮይና፣ ኣብዚ ቀረባ እዋን ነቲ ብኣብይ እትምራሕ ኢትዮጵያ ዝወሃብ ዘሎ ኣፍ ደገ ባሕሪ ናይ ምውናን ሕልሚ ንምጽራር ብዛዕባ ስዑዲ ዓረብ ክትወስዶም እትኽእል ናይ ወፍሪ ኣበርክቶኣ ብዝምልከት፣ ስዑድ ዓረብ መኻሪት ወይ ድማ መንጎኛዊ ናይ ምዃን ብዘለዋ ታሪኻዊ ታራ ምስቲ ኣብ ክልተ ሽሕን ሰላሳን ሒዛቶ ዘላ ሽቶ ቁጠባዊ ብዙሕነት ተተሓሒዙ ነዚ ዞባ ብፍላይ ምስ ምዕባለ ትሕቲ ቅርጽን ዲፕሎማስያዊ ተሳትፎን ምርግጋእ ወሳኒት ሃገር ክትከውን ገይርዋ እዩ። ኮይኑ ግን ኣብይ ኣሕመድ ብወታደራዊ ሓይሊ ወደብ ናይ ምውናን ድልየት እቲ ኣብ ክልተ ሽሕን ዓሰርተ ሸሞንተን ኣብ ጅዳ ዝተኸተመ ውዕል ሰላም ከይፈርስ ስግኣት ተንጸላልዩ ዝጸንሐ ኮይኑ ኤርትራን ስዑድ ዓረብን ኣብ ስትራተጂካውን ቁጠባውን ጸጥታውን ኩለመዳያዊን ዘለወን ምትሕግጋዝ ኢትዮጵያ ትወስዶ ዘላ ናይ ምርባሽ ትሕዝቶታት ተሳትፎ ዓረብ ቀርኒ ኣፍሪቃ፣ ድሕሪ ውዕል ጅዳ ክልተ ሽሕን ዓሰርተ ሸሞንተን ኣብ መንጎ ኤርትራን ኢትዮጵያን ዝተኸተመ ስምምዕ ሰላም ስዒቡ ናህሪ ክውስኽ እዩ ጀሚሩ። ከም ዝዝከር እቲ ስምምዕ ብሓገዝ እምሬት ዓረብን ሕብረት ኣፍሪቃን ዝተኻየደ ኮይኑ ኣብ ዲፕሎማስያዊ ርክብ ናይቲ ዞባ ከም ነጥቢ መቐይሮ እዩ ዝሕሰብ። ስዑድ ዓረብ ብዘለዋ ጂኦግራፍያዊ ቀረቤታ ቁጠባዊ ጽልዋኣን ተጠቒማ ከም መንጎኛ ኮይና ብምቕራብ ንምድንፋዕ ክልተኣዊ ንግዲ ንጥፈታት ዝሕግዝ ትሕቲ ቅርጺ ንምዕባለ ክልተ ሽሕን ዓሰርተ ትሽዓተን ንኣስታት ሚእትን ኣርባዓን ሚልዮን ዶላር ንኢትዮጵያ ከም ሓገዝ ክተበርክተላ እያ ተራእያ። እዚ ከኣ ኢትዮጵያ ኣፍደገ ባሕሪ ከምዘይብላ ፍልጦ ብምሃብ ብመንገዲ ወደባት ኤርትራ ወይ ከኣ ወደብ ዓሰብ ተጠቃሚት ካብ ምግባር ጀሚሩ ዝነበረ ድነ ሰላም ንምሕያል ዝዓለመ እዩ ነይሩ። ቁጠባ ተበግሶታት ሽርክና ቀይሕ ባሕሪ ካብ ክልተ ሽሕ ክስካብ ክልተ ሽሕን ዓሰርተ ሸውዓተን ብ ዝነበረ ስዑድ ዓረብ ድርኩኺት ኣድላይነት ምግብን ተብ ክልተ ሽሕን ሰላሳን ክትበጽሖ መደብ ዝሓዘቶ ድሕሪ ምዝዛም ነዳድን ዘይትን ዝመጽእ ቁጠባዊ ብዙህነት ብ ቀርኒ ኣፍሪቃ ዘካየደቶ ወፍሪ ልዕሊ ዓሰርተ ሰለስተ ቢልዮን ዶላር ዝሓልፍ እዩ። ተንተንቲ ከም ዝሕብርዎ ንግስነት ስዑድ ዓረብ ኣብ ምምዕባል ወደባት ኣተኲራ ምህላዋ እዮም ዝገልጹ። ንኣብነት ስለማዊ ወደብ ጅዳን ወደብ ደማማስን ከም ንጉስ ዓብደል ዓዚዝ ዝኣመሰሉ መደባት ዝምልከትዎ እንተሃልዩ እቲ ንመስመር ቀይሕ ባሕሪ ንምምዕባል ዘለዎም ሰፊሕ ስትራተጂካዊ ዘምልክቱ እዮም። ከም ናይ ወደብ ዓሰብ ናይ ኤርትራ ዝኣመሰሉ ዓመቕቲ ወደባት ኣስታት ዓሰርተ ሚእታዊት እህግራዊ ንግዲ ዝመሓላለፈሉ መጻብቦ ባቤል ዘለዋ ቅርበት ከኣ ነቲ ስዑዲ ትመርሖ ተበግሶ ኣዝዩ ስትራተጂካዊ ስፍራ ገይርዎ እዩ። በዚ መሰረት ሓበራዊ ናይ ጦ መጠን፣ ስዑድ ዓረብ ትምውሎ ንህንጸት መስመር ጽርግያ፣ ንኤርትራ ናይ ቀረባ ናይ ዞባ ተበግሶ እዩ ነይሩ። ኮይኑ ግን ብምኽንያት ተርፍ ክልተ ሽሕን ዓሰርተ ሸሞንተን ዘጋጠመ ምዕጻው ደው ተዳናጉዩ ከም ዝጸንሐ ይፍለጥ። ስትራተጂካዊ ኣገዳስነት ወደብ ዓሰብን ትሕቲ ቅርጽን ተኽእሎታት ንግድን ብዝምልከት ክኢላታት ከም ዝሕብርዎ ትሕቲ ቅርጺ ወደብ ዓሰብ ንዓበይቲ መራኽብ ዝእንግድ፣ ዓሞቕቲ ማያዊ ከባብታት፣ ከበድቲ ናይ ጽዕነት ዘራግፍ መሳርሕታት፣ ንዓበይቲ ናይ ንግዲ ወታደራውያን ጽዕነት መራኽብ ክእንግድ ዝኽእል ናይ መካይን መኻዝናት ከም ዘጠቓልል እዮም ዝገልጹ። ሰነዳት ታሪኽ ከም ዝሕብርዎ ቅድሚ ናጻነት ኤርትራ፣ ኣስታት ተስዓ ሚእታዊት ንጥፈታት ንግዲ ኢትዮጵያ ብወደብ ዓሰብ ይሓልፉ ምንባሮም ሰነዳት የምልክቱ። ኮይኑ ግን ምስ ምውላዕ ኹናት ከንቁልቁሉ ዝተረኣዩ ኮይኖም፣ ስዑድ ዓረብ እውን ወደብ ዓሰብ ንምሕዳስ ዘለዋ ተገዳስነት ምስቲ ኣብ ቀይሕ ባሕሪ ወደባት መርበብ ናይ ምዝርጋሕ ዘለዋ ዕላማ ዝስማዕማዕ ኮይኑ፣ ብተወሳኺ ምስቲ ኣብዚ እዋን ተስዓን ሓሙሽተን ንግዳዊ ንጥፈታት ኢትዮጵያ ዝካየደሉ ዘሎ ወደብ ጅቡቲ ዘለዎ ምርኮሳ ንምርሓቕ ዝዓለመ እዩ። ነዚ ስዒቡ ባንኪ ዓለም ኣብዚ ዓመት ኣብ ዘውጽኦ ጸብጻብ ከም ዝሓበሮ፣ ወደብ ዓሰብ ብዘመናዊ መልክዕ ከም ዝሕደስን ማእከል መመሓላለፊ ዓበይቲ መራኽብ ብምዃኑ ካብዚ ኣብዚ እዋን ዓመታዊ ናይ ክልተ ነጥቢ ሸሞንተ ሚልዮን ቶን ናይ ምእንጋድ ዘለዎ ዓቕሚ ናብ ሓሙሽተ ሚልዮን ቶን ክብ ክብል ከምዝኽእል እዩ ዝሕብር። ህላወ ስዑዲ ዓረብ ወደብ ዓሰብ፣ እቲ ከም ኢምሬት ዓረብን ቱርክን ዝኣመሰላ ተቐናቐንቲ ሃገራት ብመንገዲ ወደባት በርበራ ናይ ሶማልያ፣ ጅቡቲ ነቢለን ጽልወን ዘስፍሓሉ ዘለዋ ዞባ ንስዑዲ ዓረብ ተወሳኺ ሓይሊ ዝህብ እዩ። ኣብ መንጎ ኤርትራን ስዑዲ ዓረብንኣብ ክልተ ሽሕን ዒስራን ኣርባዕተን፣ ኣብ ጽላት ናውቲ ህንጻ ዝተኻየደ ንግዳዊ ልውውጥ ልዕሊ ሰለስተ ነጥቢ ሸውዓተ ሚልዮን ዶላር በጺሑ'ዩ። ስክፍታታት ጸጥታን ህርፋንን ኢትዮጵያ፣ ጠለባት ወገን ውሽጣዊ ጸቕጢ ኣብይ መሓመድ፣ ቀዳማይ ሚኒስተር ኣብይ መሓመድ ኣብ ወርሒ ጥቅምቲ ክልተ ሽሕን ዕስራን ሰለስተን፣ ሃገሩ ኣፍደገ ባሕሪ ንምርካብ ክስካብ መወዳእታ ክትቃለስ እያ ክብል ድሕሪ ኣዋጅ ምእዋጁ፣ ኣብታ ሃገር እናወሰኸ ዝኸይድ ዘሎ ውሽጣዊ ቅልውላው ዘንጸባርቕ እዩ። ኣብ ክልላት ኣምሓራን ኦሮሞን ብዝቕጽል ዘሎ ኲናት፣ ወታደራዊ ስዕረቱ ንምሽፋን ኣትኩሮኡ ናብ ወደብ ዓሰብ ብምቕያር፣ ምንቅስቓስ ይፍትን ከምዘሎ ይፍለጥ። ብተወሳኺ ሃገር ኣብ ልዕሊ ወደባት ጅቡቲ ብዘለዋ ምርኮሳ ዓመታዊ ልዕሊ ክልተ ቢልዮን ዶላር ወጻእታት ኽትገብር ይድርኽ ብምህላዉ እቲ ምስቲ ገጢምዎ ዘሎ ሕጽረት ናይ ወጻኢ ሸርፊ ተተሓሒዙ ተወሳኺ ጸገማት ይፈጥረሉ ከምዘሎ እውን ይግለጽ ኣሎ። በዘካ እዚ ዋላ እኳ ንኲናት ይሰርሕ ከምዘየለ ይገልጽ እንተሃለወ ኣብ ከባብታት ዶባት ግን ኣስታት ዓሰርተ ሽሕ ሰራዊትን ምስቲ ካብ ኢራንን ቱርክን ዘእተዎ መጽዋራት ኣስፊሩ ኣሎ። ኤርትራ ናይ ምክልኻል ኣቋውማኣን ኤርትራ ብውሕስነት ጸጥታ ስዑዲ ዓረብን ኢምሬትን ተደጊፋ ንወታደራዊ ትሕቲ ቅርጺ ዓሰብን ክሊ ኣየርን፣ ብስርዓተ ጸረ ነፈርቲ ኣጽኒዓቶ ኣላ። ከም ኣካል ናይዚ ፕሬዚደንት ኢሳያስ ኣፈወርቂ ኣብ ወርሒ መጋቢት ናብ ልኡል ዘውዱ መሓመድ ቤን ሳልማን ኣብ ዝጸሓፎ ደብዳበ ንክልተኣዊ ዝምድናታት ደጊሙ ዘረጋግጽ እዩ። ቡድሆታት ወፍሪ ስዑዲ ዓረብን ኣብ ትሕቲ ቅርጽን መንግስታዊ ምሕደራን ኣብ ወደብ ዓሰብ ንዘለን ነውሕኣን ዝጸንሐ መሳርሕታት ምስ መስመር ጽርግያ ኣዝዩ ውሱን ርክብ ስለዘለዎ ንምምሕያሽ ኣስታት ክልተ ሚእቲ ሚልዮን ዶላር ከምዝሓተት ግምታት ውድብ ባንኪ ዓለም ይገልጹ። ብተወሳኺ ድማ ኤሜሪካ ኣብ ከባቢ ባጽዕ ግዝያዊ ወታደራዊ መዓስከር ክህልዋ ናብ መንግስቲ ኤርትራ ሕቶ ኣቕሪባ ከምዘላ ዝፍለጥ ኮይኑ እሙናት ምንጭታት ገሊጾም ከምዘለዉ ድማ ኣብዚ ዝሓለፈ ሰሙን ናብ መንግስቲ ኤርትራ ካብ ኤሜሪካ ቀሪብሉ ዘሎ ሕቶ ኤሜሪካ ኣብ ልዕሊ ሕቶ ብተካይዶ ዘሎ መጥቃዕትታት ካብተን ኣብ ማእከል ባሕሪ ዘለዋ መራኽባ ተበጊሰን መጥቃዕቲ ዘካይዳ ዘለዋ ነፈርታ ካብ ሕቶ መጥቃዕትታት ይበጽሓ ስለዘሎ ግዝያዊ ዝኾነ ወታደራዊ መዓስከር ኣብ ንኡስ መሬት ክህልዋ የድልያ ስለዘሎ ኣብ ከባቢ ባጽዕ ክህልዋ ከም መማረጺ ክትጥቀም እያ። መንግስቲ ኤርትራ ብዙዓት ሕቶ ዝቐረበሉ፣ እታ ኤሜሪካ ሕቶ ኣቕሪባቶ ዘላ ግዝያዊ ወታደራዊ መዓስከር፣ ክስካብ ሽዱሽተ ሽሕ ስኲየር ሜትር፣ ወይ ድማ ክልተ ብሰለስተ ኪሎ ሜትር ስፍሓት ከም ምዃኑ እዩ ተሓቢሩ ዘሎ። መንግስቲ ኤርትራ ነዚ እንታይ ዓይነት ምላሽ ከም ዝሃበሉ እቲ ሓበሬታ ኣየረጋገጸን ዘሎ። ኣብ ቀጻሊ ብዛዕባ እዚ ጭቡጥ ዝኾነ ወይ ድማ መንግስቲ ኤርትራ እንታይ ዓይነት ምላሽ ሂቡ ዝብል ኣብ ቀጻሊ ናባኹም ክነብሎ ኢና። ኤርትራ

ኣቦታትን ኣዴታትን፣ ቅድሚ ሰለስተ ዓመት ልኡላዊት ኤርትራ ኣካል ጸላም ኣፍሪቃ ክትከውን ዘይሕሰብን ናይ ቀትሪ ሕልምን እዩ ዝነበረ። ሎሚ ምስጋና ንስዉኣት ደቅኹም፣ ኣፍሪቃ ብዘይ ኤርትራ ኣይትሕሰብን ጥራይ ዘይኮነ፣ ሓዳስ ኤርትራ ናይ ኣፍሪቃ ብልጽትን ምዕርግትን ቤት ትምህርቲ ገይሮምዋ ሓሊፎም እዮም እሞ ምእንቲ'ዚ ብደቅኹም ክበሩ ተሓበኑ ኣልሉ። ኣብ መወዳእታ በዚ ታሪኻዊ ኣጋጣሚ'ዚ ዓለማዊ ኮም ንዓበይትን ንኣሽቱን ሃገራት ዝቐንዐ ውሕስነት ሰላምን ምርግጋእን ዘረጋግጽ ኣብ ሕጊ ዝተሞርኮሰ ዓለማዊ ስርዓት ጸጥታ ንኽድልድል ከይተሓለለ ክሰርሕ እናጸዋዕኩ ኣብ ከባቢና ሰላምን ምርግጋእን ክነግስ ኣብ ኤርትራ ሃብትን ብልጽግናን ክለምዕ ጽቡቕ ድሌተይ እናገለጽኩ፣ ንቤተሰብ ስዉኣት እቲ ከይኣረገ ንኹሉ ግዜ ዘገልግል መንፈሳዊ ሓይልን ሕልናዊ ጽንዓትን ይምነየሎም። ሸንከለል የብልዋ ኣለዉ መንን መንን ወዲ ወረደን ፍስሃ ማንጁስ ካልኦት ውን ኣለዉዎም ንኣብነት ጆን መዲድ ኣሎ ብኣ ኣሎ። ሓቂ ህዝቢ ክፈልጦ ስለ ዘለዎ እዚኣ ሓዙለይ ኣነ ምንም ካሊእ ፀገም የብለይን እዚኣ ሓዙለይ ፍስሃ ማንጁስ ሕዚ ዕንክሊል ካብ ዘብልዋ ዘለዉ ናይ ሰራዊት ኣዛዚ ከይምረፅ ዕንክሊል የብልዋ ካብ ዘለዉ ሓደ እዩ ሰራዊት መፅኡ እቲ ናይ እቶም እቲ ወታደራዊ ካውንስል ዝበሃል ተኣኪቡ ኣዛዚኡ ከይመርፅ ወዲ ወረደ እታ ስልጣን ሒዝዋ ንክኸይድ ቦታ የመቻችዉ ካብ ዘለዉ፣ ፈርታይል ግራውንድ፣ ልሙዕ መሬት፣ ይፈጥርሉ ካብ ዘለዉ ነዚ ሓሳብ እዙይ ሓደ ፍስሃ ማንጁስ እዩ። ኣነ ምውቃስ ምንቃፍ ኣይፈቱን፣ ሹም ምልዓል እውን ኣይፈቱን። ክብእስ ከሎ ግነ ይምሕርግ። እዚት ናተይ ባህሪ ኣይምሕርን ሓደጋ ስለ ዝኾነ ንህዝቢ ጊደፍ እናበልዎ ኣብኡ ኣለዉ እዮም ባይዘወይ እኔው እዮም ብምሉኦም ዝገድፍዎም ኣይኮኑ ተም ኣዘዝ ሰራዊት ኣዘዝቲ ኣርምን ኣዘዝቲ ኮራትን ኣነ ብምንታይ ድኒቕካ ኢኻ ብምንታይ ድኒቕካ ብምንታይ ትገልፆም ይገርመኒ ኣብ ላዕሊ ነታ ስልጣን ክብል ዕንክሊል የብልዋ ዝተወሰኑ ሰባት መጺኦም ኣይንለቀኩምን ኢሎም ኣብ ዓባ ኣለዉ ሕዚ እውን ኣብኣ እዮም እኒው ለማዓንቲ ለማዓንቲ ኣነ ክዛረብ ከለኩስ ካዓ ትማሊ ኣኼባ ክካየድ ተባሂሉ ነይሩ እንታይ ከም ዝገበሩ ሓደ ብሓደ ክነግረኩም እየ ኣብኣ እኒው ኣይንለቀኩምን እዚኣ ዘይተገበረት ማይ ንኸድን ኢሎም መርትዖ የቕርበልኩም ኣለኹ ሕዚ ፍስሃ ማንጁስ ነኽብረካ ኢና ህዝቢ ትግራይ የኽብረካ እዩ መስዋእትነትካ ዝኸፈልካዮ ዝገበርካዮም ኩሎም ኣብ ታሪኽ ህዝቢ ትግራይ ዝርሶዕ ኣይኮነን ናይ ካልኦትኩም ውን ከምኡ እዩ። ሕጂ ትገብርዎ እኒኹም ግን ነውሪ እዮ። ክንመፀን ኢና ሓደ ባሕቲ እዚኣ ሌልና እንተስተኻኺልዋ ግርም ተዘየተኻኺልዋ ግን ካብዚኣ ክቕፅል እየ ምናልባሽ ውን ሓንቲ ክውስኽ ሰነድ ሂቦሞም እዮም ዝኾነ ሰነድ ኣንቢቦም መሊሶምሎም። ግን ክምለሱ ነናብ ኣርሚኦም ክምለሱ ነናብ ኮሮም ክምለሱ እዩ ተባሂሉን እዩ ናብ ኣርሚ ብፍላይ ኣርማ እዘዝ ክምለሱ እዩ ተባሂሉን እዩ ኣኼባ ተኣኪቦም ዝኾነ ኣብቲ ኣኼባ ዓድም ንወደባተን ከበደ ፍቃዱን ዓዲሞሞም ኣነ ንምንታይ ዓደምዎም ይብል ናይ ትግራይ ኣዘዝቲ እዮም ግን ተኣጊዶም ስለ ዝኾኑ ከምኡ ዝበለ ደይእቶ እዩ ንሳቶም እውን ኮይ ኣይነቕፍዎን ኣይንእትወኩም ንስኹም ፅንሑ እስካዕ ትስተኻኸል ተባሂሉ ዋንስ እቲ ሰራዊት እንድሕረይ ትእዝዙናን ኢሉዎም ዘይፀንሑ ናህና እንዲዮም ነኽብሮም እንዲና ግን ከይብሉ ንዝብል እንደግደፍዎ ስርዓት ስርዓት ኮይ ወይ ኣብዚ ዓዲ እንተትርኢ ሕጊ ሕጊ ስርዓት ስርዓት።
ዝኸበርኩምን ዝኸበርክን ተኻታተልትና ነዚ ሰዓት ዝሓዝናዮም ሓብሬታታት ነቶም ክትከታተልዎም ዝጸናሕኹም ይመስሉ ኔሮም ኣብ ዝቕጽል ብኻልኦት ሓብሬታ ክሳብ ንራኸብ ብሰላም እናተመነና በብዘለኹሞ ሰላም ንዓኹም ይኹን ሰላም